መጋምገ ትረኻ ነዊሕ ልበወለድ።
ኣብ ሓምሻይ ክፋል ትረኻ ነዊሕ ልብወለድ መጽሓፍ መጋምገ፣ ኣኮን ወዲ ሓፍትን ፈታንን ተፈታንን ኮይኖም ተጠማሚቶም ዘወልዲ ነቲ ዝኸበዶ ማሕላ ኢደኩኡ ኣቦይ ሓሎፎም ጠቒዑ ቃል ኣትዩ። ንምንታይ ቃል ከም ዝኣተወ ግን ኣይተጋሃደሉን። ዓምድን ቃስታን እንዳኩኡ ባላ ዓቲዎ ክፈርስ፣ ሽደንን ሓራሳትን፣ መርዓን ደርዓን ዘሕለፈ መረብኦም ሑንጉጉ ጸልማት ወሪሩዎ ምህላዉ ነጊሮምዎ። እዚ ኸዓ ብሰንኪ ጎረቤቶም ኣይተ ተኽለ ምዃኑ ምስ ኣብርህሉ ደንጊጹ ሕቶ ኣልዒሉ። መልሲ ከይሃብዎ ዘቋረጽናዮ ትረኻ ሻድሻይ ክፋሉ ተቐሪቡ ኣሎ እንሆ ሰዓብዋቶም።
መጋምገ ትረኻ ነዊሕ ልበወለድ ሕታም ክልተ ሽሕን ኣርባዕተን ዓመተ ምህረት ደራስን ተራኽን ኣብርሃ ታደሰ መጋምገም ሻድሻይ ክፋል
ሕቖኦም ተኸርቲሙ ፈከሩ። እቲ ኣብ ጎረሮኦም ጠቢቑ ዓዕ ዘበሎም ዓለቕቲ፣ በዓል ጋራኦም ኣቦይ ሓለፎም ከም ዝኾኑ ንሕሊንኦም ኣእሚኖም፣ ግዘ ንግዘ ኣዒንቶም ትንታግ ተኸደኑ።
ኣይ ኣነ እሞ ነገሩ ምቐረየና በሃሊት እየ።
ወይዘሮ ንግስቲ ድምጸን ኣትሒተን ብሓውሲ ፍርሒ ዘረባ ሰው ኣበላ። ሕማቕ ሕልሚ ዓቕለን ኣጽቢቡለን እምበር ብዛዕባ'ዚ ከይዛረባ ንባዕለን ኣግሊለን እየን። ኣነ ተኽላ ኣነሰ ብናይኺ ሕልሚ ፈሪሐ ሞገት ወዚፈ ክሓድግ። ኣታ ይሕደጉ ሕጊ ልፈርዶይ ላሕሚ ልትወልዶይ የፍለጢ ዋእ ተኣሚኖም እዮም ሃምዚ ኢሎም ትኹስኹስሉ ኣለዉ። ሃምለ የስርየለይ ኣሚነ እቲ መሬት ተኾነ ኣይመልእዎን ምስ ሃለቃ ገብረ ድንግል ዘውግዕዎ ብውነ ክዝክሩ ብሓሳብ ናብ እንዳሜስ ወይዘሮ እምባፍረሱ ነጎዱ። እቲ ዝማጎትሉ ዘለዉ መሬት ዝገበሩ ገይሮም ከም ዝውንንዎ ኣመኑ። ዝሕረስ መሬት ጸቢቡ ዝተዓዝቡ ኣይተ ተኽለ፣ እቲ ካብ መዓል ጽምዲ ዘይንእስ መቕመጥ ሓሰር ኢሎም ብቑርምም ሽርምም ሒዞምዎ ዘለዉ መሬት፣ ብስሞም ክጸድቐሎም ድልየቶም እዩ። ምርሒት መጠሻ ስለ ዘየለ፣ ንጓሎም መውጽኢ ጉጂ መትከሊ እግሪ ክኾና

ይምስሉ። እቲ ብወነኖም ዝሓዝዎ ቦታ ጥሪት ከይኣትዎኦ ብዝብል ምኽኒት ሓፁር ኣኹሊሎምሉ እዮም። ብስንክዚ ድማ ምስ ኣቦይ ሓለፎም ዳደ ዝነበሮም ምቁር ፍቕርን ጉርብትናን ተዘሪጉ። ዓይንን ሓመድን ኮይኖም ጽልኢ ተጓሃሂሩ እቲ ሓደ ብልዕሊ እቲ ካልእ ሞት ተመንዩ ሓጹር ኣፍርስ ኣየፍርስን ቦታ ልቐቕ ኣይለቅቕን ብኽሲ ሂግ ካብ ዝበሃሉ ዓመት ኣሕሊፎም። ዘወልድ ከለሎም ቅድሚ ዕስራን ሽዱሽተን ዓመት ኣብዛ ምድሪ ውድቕቲ ሰንዩ ዋጓጉ ኣሲሩ እንትውለድ ኣመጻጽእኡ ኣይጸበቐን። ነገር ቦካርን ዘይደልደለትን ኣዲኡ ምልእቲ ሃፍተ ጥንስን ሕርስን ዘሊቓ ፍርያት ከርሳ ክተባጽሖ ኣይተዓደለትን። ሃሪፋን ኣሐንቂቃን ክተጥብዎ፣ ኣሰራሲራ ፍቕሪ ውሉድን ወላዲትን ደሚቑ ክቕጽል ትጽቢት እንትግበረላ፣ ኣብ ሳልሳይ መዓልታ ደመፍቲሓ ንሕልፈት ዓመት በቒዓ። መሬት ከም ኣፍ ዑንቊ ጸቢባ ኣውያትን ርግዳንን በርቲዑ። መሪር ሓዘንን ምፍልላይን ንምሉእ ስድራ ኣጕህይዎ። መዓንጥኡ በቲኽዎ። ውንኡ ሮማዕ ኣቢልዎ። በቃ! ወላዲኡ ከለሎም ሽሙ የወን ድሕሪ ሸሞንተ ኣዋርሕ በረኻ ውዒሉ ምስያ እናጠቀረ ናብ ውላዱ ሃንደፍ ሃንደፍ እንትብል ሒለፍ ክሓልፍ ብዕጡቋት ደርጊ ንጹህ ደሙ ደመ ከልቢ ኮይኑ ህይወቱ ሓሊፋ። ብድሕሪ እዚ ጸሓይ ዕሸል ዘወልድ'ውን ዓሪባ። ኣቦ ነደን ዝበተኸ ዘኽታም ተሰምዩ። ገሊኡ ቃርዳዳም፣ ገሊኡ መናጡ ቆልዓ ብዝብል ጸሊኡዎ። ኣብዝሓ ዓሌተ ዘመድ ተጸይፎምዎ። ፍቕሪ ወለዲ በቲኹ። ፍቕሪ ቤተሰብ ጸሚእዎ። እንትጸርፍዎን እንትጽየፍዎን ነገር ማማይ ኣብ ጓጓ እኖሓጎኡ ኮይኑ ይስሕቕ። ኣዒንቱ እናሕለውለው ምስ ዝረኣዮ ይኸይድ። ዘዝሓለፈ

ብንጹር ኣይፈልጥን ከለሎም ሰገን እናሃለወ እግሩ መሪሕዎ መጺኡ ሞጓሰ ከፍቲ ተቖጺሩ ግዜ እናደፍአ ንእስነት ኣልዒሉ ብዓበይቲ ዓዲ መውስቦ እንትልምን ብጠባዩ ዝፈትወኦ እነየምለሱ ንጓለን መሪቐን ሂበንኦ ንፍርያት በቒዑ ብድሕሪ እዚ ዓሌተ ዘመድን ነየምለሱ ኣይተሓጎሱን። ዓዱን ዓውዱን ንዘይፍለጥ ቁጻርው ሲባታ ብዝብል። ሓደ እዋን ብግሽነት ኸይዶም ጉዳይ ዝወልድ ዝተዓዘቡ ኣቦይ ሓለፎም ንንእሽቶይ ሓፍቶም ወይዘሮ ምለሱ እቲ ቈልዓ ሃም ዕድሉ ከዕቡ ይሃብኒ በልወን ከብዶም ከም ከብዶም ወዲ ጓለን እናመረቓን እናረገማን መረስዐ ሓዘን ክኾንን ይሓስባ ስለ ዝነበራ፣ ተጎባጎባ። ኣጥቢቖም ምስ ለመንወን ግን፣ ገሊኦም ሓኒቖም ከይቐትሉለን ፍርሒ ኣሕዲረን ምስ ምንባረን፣ ብሓደራ ኣረከበኦም። ዘወልድ ከለሎም፣ ዓመት ከይደፈነ ካብ ቆላ መሬት ናብ ዶጉዓ ደይቡ። ብድሕር'ዚ ንሶም ከም ወላዲ ንሱ ከም ውላዶም ኮይኑ ዘወልድ ሓለፎም ተባሂሉ ዓብዩ። ንዓቕመ ኣዳም ምስ በጽሐ ድማ እንዳኑኡ ከጢሽ ታሪክ ህይወቱ ኣጨቢጠምዎ። ድሕሪ መሪር ሓዘንን እህታን ትጉምቲ ኪድ ኣይከይድን። ካብ ሃፍተ ገነቶም መትከሊ እግሪ እኽልን ሓደ ተፊንን ሂቦም መሪቖም ሰንየምዎ። ሎሚ ዘወልድ ከለሎም ተባሂሉ ምስ እኖ ሓጉኡ ወይዘሮ ምለሱ ብሓባር ካብ ዝነብሩ፣ ሻምናይ ዓመቶም ሒዞም ኣለዉ። ምልክዕን ጉብዝናን ንዘወልድ ዝሃበ ይከልኦን። ብሩህ ገጹ፣ ቁመንኡን ቀላጽሙን ዝርኣዩ ኣቦ ምስሊ እንትብልዎ፣ ቃሕታ ደሙ ዝተዓዘቡ ከዓ ኽትፍንኡ ብምባል የሓምይዎ። ሓደ ምሸት ምስነየም ሎስን ተውግዑ።
ዑንቊ ባሕረይ! በልኦ።
ዑንቊ ባሕሪ ኣሐንቂቐን ዝጽውዓሉ ካልኣይ ስሙ እዩ። ኣቤት እነዋይ! እነዃ ይኣርግ ኣለኹ።
በልኦ ብዘሕዝን ድምጸት። ኣስዒበን ክብልኦ ዝደለያ ተረዲእዎ። ርእሱ ደፊኡ ስቕ በለ።
እዋእ! ትሰምዓኒዶ ኣለኻ? እናኻምለሱ እርጋን ይስዕረኒ ኣሎ። ወደዋይ ዘወንለ ቓኒዑ እኒሆ'ሞ ለኣኻ መሲላ ትሓድር ድለ። ኣነለ ደጊም ቤተ ክርስቲያነይ ስዒመ እላመረቕኹ እዝጊ ለኣዘዞ ክሻዕ ልፍጸም።

ንድሕሪት ተመሊሱ ድሕረ ባይትኡ ዘከረ። ብስንኪ ሕርስን ደርግን ወለዱ ስኢኑ ኣብ ክንዲ ዝሕዘነሉ፣ ድሑር ልምድን ኣተሓሳስባን ዝወለዶ ቓርዳዳም ብዝብል ዓሌተ ዘመዱ ኣግሊለምዎ፣ እቲ ዝበዝሕ ፈንፊንዎ ምዕባዩ ቁርጸት ኣትሒዝዎ ብነዊሑ ተንፈሰ። ኩነታቱ ዝተዓዘባ እነ የምለሱ። ዑንቂ ዋሕረይ ሕማቕዶ ጸዊዐየ?
ዝብል ኣስዒበን ካብ ዝወፈሮ ጉዕዞ ሓሳብ ነቕነቐኦ። ሕማቕስ የኾነይ?
ለተክዝማ እታ ተገንዩ።
በቲ ካብ መንደድ ንላዕሊ ቃልቃል ዝብል ሃልሃልታ ሓዊ ኣሽሊኾን ዓይኒ ዓይኑ ጠመተኦ። ምስ መን እየ'ሞ ልዋሰቦ? ማለት

ግዘ ንግዘ ጋሻ ከብዲ ኣትዩወን ደንገፃ።
ታበልካ ዝወልድ ወደይ።
ኣነ እኮ እህ ኢሉ ዘረባ እንትጅምር።

ድርባይ ምዃነይ ኣተዓባብያ ይምስክር ኣሎ። ታይ ድዮም ልውለዉ ደቅኺ?
በስመ ኣም ወልደንፈስ ቁዱስ በስመ ኣም ዋ የብሃል እዩ ዝወልድ ወደይ በስመ ኣም እስኪ በል እ
ደሙ እናፈልሐ እንትኸይድ ጋሙኡ ዝሰንተረ ኣንበሳ መሲሉ ግርምኡ ኣፍርሐን። ኣብ ሙሉእ ዓሌተ ዘመድ ቂም ከም ዘለዎ ቅድም ኢሉ እውን ከም ቧዛ ወሰቢሉለን ምንባሩ

ዘረበአን ትሕትና ተላቢሱ ካብ ኣንደበተን እንትወጽእ። ኣብ ዕሾኽ የደቅስ ኢሎም ይንእድወን። ካብ ቦኽሪ ሰብኣየን ሰለስተ ቆልዑ ወሊደን ብዘይጠቅም ምስ ተፋትሑ። ገጽ ስብኣይ ከይተርእዩኒ ኢለን ዓለም ደምደመኦ። ሲዒቡ ድማ ሞት ጓለን ውሽጡ ውሽጡ በሊዑ ወዲእወን። ካብ ሃፍተ ገነተን ቃንጃ ብዕራይን ሓንቲ ላሕሚ ምስ ምራኻን ጥራሕ ሒዘን ተሪፈን። እቶም ክልተ ዓበይቲ ደቀን እውን ካብ ብጒሓቱ ምስ ኣቦኦም ስለ ዝዓበዩ ብዙሕ ኣይረኣዩወንን። እነ የምለሱ። ኣብ ሓሳብ ጥሒለን ጸኒሐን። በቲ ላንቃ ሓዊ ኣሻጊረን ንኣዎስ መእን ተዓዘበኦ። ሕዚ ውን ብሓሳብ ኣርሒቑ ምስ ገሸ፣ ተሓዙ ልጓም ኣይረኸበን።
መጋምገ ትረኻ ነዊሕ ልበወለድ ሕታም ሕታም ክልተ ሽሕን ኣርባዕተን ዓመተ ምህረት ደራስን ተራኽን ኣብርሃ ታደሰ መጋምገም